ሰላም ሰላም ሰላም ናይ ቻናለይ ተኸታተልቲ ኣሜናኹም ደሕና ድኹም? ኣነ ሰላም ኣምላኽ ይመስገን በብድናኹም ሰላምኩም ብዝሕ ትረፍ ይበለለይ እናበልኩ እምበኣርኻስ ንቻናለይ ሓድሽ ዝኾንኩም ሰብስክራይብ ብምግባር ቤተሰብ ይኹኑ ቤተሰብ ድማ ብሉመድ ላይክ ሸር ሃናፅ ዝኾነ ኮሜንት ሬቶኹም ኣብ ኮሜንት ተቅምጡለይ ድማ ብትሕትና ይጥየቅ ማለት እዩ ስለትገብሩለይ ምትሕባር ድማ ካብ ልቢ ይቀንየለይ ንበልኩ ሎማዓንቲ ድማ ብድጋሚ መፀንኹ ማለት እዩ ናይ ልማዓንቲ ቪድዮ እውን ከምቲ ብልሙድ ብናይ ኣሌክስ እና ብናይ ሊሊ መፀንኹ ግን ካብቲ ኩሉ መዓልቲ ፍልይ ለብሎ ናይ ልማዓንቲ ኣብ ሓቀኛ ታሪክ ትደረኸ ብጣዕሚ ለሕዝን ድራማ መሳሊ ድራማ ኮይኑ ግን ኣብ ብዙሓት ሂወት ድንሆ ነገር እዩ ማለት እዩ ክልተ ልቢ ልብል እዩ ብጣዕሚ ኣነ ብንብዓት እየ ወደዮ ኣብቲ ናታቶም ቪድዮ ከይደ ማለት እዩ ያው ክልተ ልቢ ልብል እቲ ርእሲ ሒዞሞ ዝቐርቡ ልምዕንቲ ክልተ ልቢ ማለት ድማ ያው ያው ክልተ ፅምዲ ኮይንኻ ግን ድማ ልብኻ ለይምርኻብ እቲ ሓደ ካልእ ሓሳብ ይሓስብ እቲ ሓደ ድማ ካልእ ሓሳብ ይሓስብ ግን እቲ ሓሳብ ድማ ንንበይኖም ግን ትልቦም ግን ያው ሓደ ዓይነት ናሃለየ እቲ ሓሳብ ብብወይኑ ማለት እዩ እና ብጣዕሚ በእውነት ኣብ ማንም ኣብ ኩሉ ህይወት ልንሆ እዚ ነገር እና ብንብዓት ጀምረ ብንብዓት ወደ እዩ ማለት እዩ በእውነት ክለኩምና ያው እሱ ብስራሕ ጊዜ ያው ኣብዛኛው ሕና መጀመርያ ፍቅሪ ሰዓት ጊዜ ሰው ሰዓት ልህበካ ግዜ ልህበካ ፍቓሪ ኖሩ ኣብ ማእኸል ድማ ወይ ብስራሕ ክኾን ክኽእል ብልኾነ ምኽንያት ሰዓት ለይብሉ ለኣኻ ሰዓት ለይብሉ ግዘ ለይብሉ ትኾን ዶ ንእሽቶ ንስኻ ውን ይስመዐካ እና ደገ ምሽኻ ምምፃእ እኖ ኣብ ስራሕ ምድንጓይ እኖ ገለ ገለ ብዙሕ ነገራት እና ሕና ደቂ ኣንስትዮ ድማ ታይ ንብል ንምንታይ ግዜ ለይህበኒ በቃ ካልእ ትለምዲ እኮ እዩ በቃ ካልእ ትሪኢ እኮ እዩ ገለ እልና የና። ንሓስብ ማለት ኢና እዚ ድራማ እዚ እውን ብእውነት ብጣዕሚ እዩ ኣነ ግርም የብልንና ስእል ኣብሎም ስለ ላምፀዎ ብጣዕሚ እዩ ደስ ልብል ድራማ ያው ንኣታቶም ድማ ልክዕ ኣሌክስ ኣስራሕ ፀምዱን ሃለየ ግን ልሊ ሃም ናይ ቀደም ግዜ ሰዓት ስለለየዋ እሳ ካልእ ካልእ ነገር ሓሳብ ድማ ኣምሽ ይመፅእ ሰትዩ ገለ ይመጽእ ምክንያቱም ሰትዩ ዝመጸሉ ምክንያት ሰዓት ግዜ ስለ ዘይህባ ንሳ ውን ውሽጣ ተሰሚዕዋ ትቐይራቶ ማለት እዩ እና እሱ ምስ ተቐየረቶ ድማ ደገ ምምሻይ ምስታይ ገለ ጀምሩ ማለት እዩ እና እንታይ እክለክ እንደለየ ብዘይ ኣጋጣሚ መጀመርያ ደይ ምግብእባእ ድበሃል ነገር ነው ማለት እዩ ደይ ምግብእባእ ካብኡ ልዕሊ እምነት እብልዎ ኣሎ እምነት ውሽጥኻ ጥርጣሬ ተሕድር እንተኾይኑ ኻዓ ብጣዕሚ ከቢድ እዩ ብጣዕሚ ማለት እዩ እሳ ልጠርጠረቶ ጠርጥራ ቐድማ እሱ ብንፁህ ልቡና ለይ እሱ ስራሕ ብስራሕ ምኽንያት ጊዜኡ ሰዓቱ ለይክባዕ ለይህባ ኣሎ ብስራሕ ምኽንያት ስለተወጠረ እሳ ድማ ደገ ስለለመደ ደገ ስለረኣየ ይብላ ካብኡ ምርሓቕ ልባም ምርሓቕ ጀምሩ ማለት እዩ። እሳ ልባም ምርሓቕ ምስ ጀመረት ድማ እሱ ኣምሽ ይሰኽሩ ምምፃእ የጀምርና ምሳኻ ህይወት ኤደሊ ምሳኻ ህይወት ይትረፈኒ ይብላቶ ማለት እዩና ያው እሱ ደግሞ ምሳኻ ህይወት ኣነ ምሳኻ ህይወት ይትረፈኒ ልብል ብሉ ኸይዱ ማለት እዩ እና ብዝኸደ ግን ያው ሓስባ ሰንትናሲ ንዓት መለሲ ኣብላቶ ማለት እዩ ምክንያቱም ሓስብኻ ኣስተንተንካ ትርኢ ኣለኻዩ እሱ እውን ምንም ነገር ክዓ ውጭ ምንም ነገር ከምለይብሉ ምስ ፈለጠት ያኣ ንዓት መለስ ላቶ ትራዳድኦም ክለኩም ማለት እዩ ኣብ ማንኛውም ህይወት እዚ ነገር እዚ ኣብ ማንም ማንም ህይወት ልናዩ ምክንያቱም ብስራሕ ያው ኩሉ ይኾነ ኢሉ ኣለኹ ብስራሕ ግዜኡ ሰዓቱይ ልነበሮ ግዜ ሰዓቱይ ክጉድለልካ ክኾን ክኽእል ግን ብስራሕ ለይብሎምለ ያው ግዜ ሰዓት ለይህቡ ብዙሓት እዮም ግን ካፍቶም ጥዑያት ንብሎም ድማ ግዜ ክህቡላ ዳልዩ ፍቕሮም ክልግሱላ ዳልዩ ግን ሰዓት ያው ብስራሕ ምክንያት ስራሕ ተወጥሮም ግዜ ሰዓት ኢለ ይውንውና ልምንታይ ክቐየረኒ ልምንታይ ሃምዚ ክኾነኒ ኣነስ ልምንታይ እየ እዚ እዚ ልገብረኒ ይብልና ሕና ድማ ልንውስኖ ውሳኔታት እኖ ማለት እዩ ሕና እውን ንቕየሮም ጠባይና ንቕየር ገለታት ብዙሕ ብዙሕ ነገር ምንክብኻብ ንኣቶም ምንክብኻብ ንዓድጎ ገለ ልብና ይርሕቕ እሶም ድማ ሕና ምስ ረሓቕና ንባኣሰላ ርሓቑ ይኸዱ ማለት እዩ። ካብኡ እንታይ ይመጽእ ኣብ መንጎ ምፍልላይ ይመጽእ ማለት እዩ። ምንም ተይተረዳዳእካስ ምፍልላይ ይመጽእ እና ብዚ ብዚ ሓዳርኻ ፍቕርኻ ይብተን ማለት እዩ ኩራተይ እና ኣነ ናይ ሎማዕንቲ ቪድዮም ክነግረኩም ኣይኽእልን ያው ተኽእልኽን ከይድክን ርኣየኦ ማለት እዩ እቲ ቪድዮ በስመኣም ታይ ክብለክን ብጣዕሚ ብንብዓት እየ ወደዮ ማለት እዩ ብንብዓት እየ ወደዮ እና ተኽእልኩም ከይዲ ክንኣምና ኣሌክስ እና ሊሊ ከይዲ ክንረኣዮ እቲ ቪድዮ ዝሰራሕዎ ቪድዮ ማለት እዩ ብጣዕሚ ገራሚ ዝኾነ ኣብ ሓቀኛ ህይወት ሓቀኛ ታሪክ ሓቀኛ ሂወት በቃ ሓቀኛ ታሪክ ትሞርኸሰ ናይ ሰብ ሂወት ቅጥፍ ኣብሎም እዮም ኣምጸሞ ማለት እዩ ኣሚዱ መስልክን ብመጀመርያ ኣብ ፍቅሪ ይኹን ኣብ ሓዳር እምነት ክል ነው እምነት ለይብሉ ፍቅሪ ሓዳሪ በጭራሽ ምንም ዋጋ ይብሉ ማለት እዩ ትተኣማመን ነካ ኢልብልካኡ ድማ ትዕግስቲ ልማንዮም ነገር ትዕግስቲ ወሳኒ ኣድላዪ ነገር እየ ልብል ምክንያቱም ካብኡ እውን እስኻ ብውሽጥኻ ዋላ ይሰማዕኻ ግን ትዕግስቲ ልዕሊ ትዕግስቲ ማን ልዕሊ ትዕግስቲ ምንም የለይ ብምቕፃል ድማ ያው እምነት ክለኩም ተለኹ ኸዚ እሱ ወይ ዕምሺ ድዩ ወይ ብስራሕ ድዩ ክቕይረካ ኣሎ ክኾን ክኽእል እና ግን ንስኸ ብትዕግስትና ብሜላ ኢኺ እንትን ትብልዮ ልነኪ ማለት እዩ ትትሕዝዮ ልነኪ እንዳ ሃምዚ ብህልክ እሱ እንድሕር እሱ እንድሕር ኣነ ሃምዚ ልገብረን እንድሕ ሰዓት ለሂበኒ ኣነ እንታይ ኢለ ኢኸ ቦታ ልህቦ ሰዓት ልህቦ ንምንታይ ግዜ ኢኸ ይህቦ ኣነ ንምንታይ ኢኸ ኣነ ልድሕሮ ኢኸ ንምንታይ ኢኸ ኣነ ኣይደልየካ ኢለ ይብሎ እንደምብል ኣጓላት እውን ንሕና ማለት እዩ እዚ ነገር እየድሊ በሃልቲ እየ ማለት እዩ ምክንያቱም ልገደደ ክፍተት እዩ ልፈጥር ብዚ ድራማ እዚ እውን ኖርማል ኣነ ሂወት እውን ብጣዕሚ ስለ ልርእዮ እየ ኣብ ማንም ማንም ሂወት ዋላ እቲ ድራማ ለምፀዎ ድራማ ብኖርማሊ ኣብ ትክክለኛ ሂወት ለመርኮሰ ኢሎም ማዓንቲ ላምፀእዎ ቪድዮ ማለት እዩ እና ብኡነት ልዕሊ ማንም ብመጀመርያ እምነት ክልየና ንዋ ፍቕሪ ይኹን ሓዳር ካብኡ ድማ ትዕግስቲ ማለት እዩ። እዚ ናይ መጨረሻ መደምደምታኡ ታጋሳት ንኾን ንህና ዕጉሳት ንኾን ንህና ካብኡ ድማ እምነት ክልየኑ እምነት እምነት ለየብሉ ፍቕሪ ሓዳር ድማ ምንም ዜሮ እዩና ክቡራተይ ብጣዕሚ ደስ ልብል ቪድዮ እና ከይድኹም እውን ረኣያሎም ረኣዩሎም ማለት እዩ እና ናይ ልምዕንቲ ቪድዮ እዚ ይነብሩ ማለት እዩ ብቀፃሊ ቪድዮ እስካብ ንራኸብ ድማ ሰሰናይ ለወልኩ ብዚ ክሳናተኩም ማለት እዩ ክቡራተይ ላይክ ምግባር ድማ ይትሕመቑ ማለት እዩ ላይክ ሰብስክራይብ ለይገርኩም ድማ ሰብስክራይብ ምግባር ቤተሰብ ሁኑ ማለት እዩ ክቡራት ናይ ቻናል ተኸታተልቲ ስለትገብርለይ ምትሓት ድማ ካብ ልቢ ካብ ልቢ ይቐንየለይ እናበልኩ ብዚ ክሰናበተኩም ማለት እዩ።